ቀንዲ ጸገም ናይ ሓደ ዓሻ ሰብ ዓሻ ምዃኑ ሰባት እምበር ንሱ ባዕሉ ዘይምፍላጡ እዩ። ዘይምፍላጥካ ምፍላጥ ካብ ኩሎም ፍልጠታት ዝዓበየ ፍልጠት እዩ ይብል ሶቅራጠስ። ስለዚ ሎሚ ንዓሻ ሰብ ብቐሊሉ ክትፈልየሉ እትኽእል ዓሰርተ ባህርያት ክነግረካ እየ። ኣብዚኦም ባህርያት እዚኦም ነብስኻ እንተድኣ ረኺብካያ ብቕልጡፍ ኣካይዳኻ ብምቕያር ንነብስኻ ለውጣ። ሕጂ በቐጥታ ናብቶም ዓሰርተ ባህርያት ናይ ሓደ ዓሻ ሰብ ክንኣቱ። ቀዳማይ፣ ኣነ'የ ዝፈልጥ ምባል'ዩ። ዓሻ ሰባት ክመሃሩ ድሉዋት ኣይኮኑን። ብዛዕባ ኩሉ ነገር ከም ዝፈልጡን ከምኦም ዝፈልጥ ሰብ ከም ዘየለ ገይሮም ይሓስቡ። ልክዕ ዘለኹ ኣነ እየ ብምባል እዮም ዝፍለጡ። ዓያሹ ሰባት ትዕቢተኛታትን ተጓነጽትን እዮም። ሓደ ሰብ ከም ዘይዓብን ህይወቱ'ውን ከም ዘይቕይርን ዘርኢ ባህሪ እዚ ኣነ'የ ዝፈልጥ ምባል'ዩ። ምኽንያቱ ነብስኻ ምምሕያሽ መለለዪ ናይ በሊሕ ሰብ ስለ ዝኾነ እዩ። ሓደ ኣባህላ ኣሎ፣ ኣነ እፈልጥ እየ ኢሉ ካብ ዝተቐመጠ ፕሮፌሰር ክፈልጥ ዝጽዕር ዘሎ መሃይም ተምሃራይ ይሓይሽ ይበሃል። ካብ ዘይምምሃር ናብ ምምሃር ዝተዳለወ ልቢ ዘለዎ ሰብ ደውታ ከም ዘይብሉ የርኢ። ፍልጠት ዓለም ኣዝዩ ብዙሕን ሰፊሕን እዩ። ኣብዛ ምድሪ እዚኣ ንነብር ክንስና ኣነ ኩሉ እፈልጥ እየ ምባል ኣዝዩ ከቢድ እዩ። እዛ ዓለም ናይ ኣሽሓት ዓመታት ታሪኽ፣ ፍልጠት፣ ባህልን ጥበብን ዝሓዘለት ሰፊሕ ዕድመ ዘለዋ እያ። ንሕና ግና ኣብ ሓንቲ ሃገር፣ ኣብ ሓንቲ ከባቢ፣ ኣብ ውሽጢ ሓንቲ ገዛ እንነብር ውሱን ፍልጠት ዘለና ሰባት ኢና። ሓደ ፕሮፌሰር እኳ እንተኾንካ ክንደይ ከም ዝፈለጥካ ብሳይንሳዊ መጽናዕቲ ክዕቀን ከሎ ሓደ ኣዝዩ እተምሃረን ዝተመራመረን ሰብ ካብ ፍልጠት ዓለም ዜሮ ነጥቢ ዜሮ ዜሮ ሓደ ሚእታዊት ጥራይ ከም ዝፈልጥ ይንገር። እዚ እውን እቲ ኣዝዩ ዝፈለጠን ዝተመራመረን ሰብ እዩ። ስለዚ ብንጹር ትግርኛ ኣነ እፈልጥ እየ ንምባል ካባና ሓደ እኳ ብትብዓት ከም ዘይብልና ዝተረዳእናዮ ይመስለኒ። ዓሻ ሰብ ግና እዚ ናይ ምምሃር ልቡን ድሌቱን ዝባኸነ እዩ። ካብኡ ካብ ዝንእሱ ሰባት ፍልጠት ኣሎ ኢሉ ኣይኣምንን። ምናልባት ብሓለፍቱ ወይ ብስልጣን ካብ ዝበልጽዎ እንተዘይኮይኑ ካብ ካልእ ሰብ ዝኾነ ዓይነት ፍልጠት ኣይቕበልን። እዚ እቲ ዝዓበየ ድኽመት ናይ ዓያሹ እዩ። ካልኣይ ካብ ዝሰርሕዎ ዝዛረብዎ ይበዝሕ። ዓሻ ሰብ መብዛሕትኡ ግዘ ክገብሮ ብዛዕባ ዝሓሰቦ ነገር ብምዝራብ እዩ ዝውድኦ። ክሰርሐሉ ኣብ ዝግባእ ሰዓት ብዘረባ እዩ ዝጽመድ። ዓሻ ሰብ ብዛዕባ ህይወት ዘይተረድኦ ቀንዲ ሚስጥር ከምኡን ካብኡ ንላዕልን ዝዛረቡ ብዙሓት ምዃኖም እዩ። እቲ ዝዓበየ ፍልልይ ተግባር እዩ። ዓሻ ሰብ ግና ብዝዛረቦ እዩ ዝጽመድ። ካብቲ ዝሰርሖ እቲ ዝዛረቦ ይበዝሕ። ስለዚ ሓደ ካብ ባህርያቱ ብዛዕባ ዓበይቲ ሕልምታቱ የዕልል እምበር ናብ መሬት ዝወረደ ስጉምቲ ኣይወስድን። እዚ ማለት ነቲ ውሽጣዊ ሓይሉ ክጥቀመሉ ይኸብዶ ማለት እዩ። ስቕታ ንደቂ ሰባት ዝዓበየ ሓይሊ እዩ። ሓደ መደብ ወይ ሓሳብ ክህልወና ከሎ፣ ኣእምሮና ነቲ ነገር ክንገብሮ ብዝለዓለ ይደፋፍኣና። እቲ ምኽንያት፣ ኣብቲ መደብና ዘለና ሓጐስ ንኣእምሮና ስለ ዘፍለጥናዮ'ዩ። ንኣብነት፣ ሓድሽ ስራሕ ክንጅምር ከለና፣ እቲ ነገር እንተ ሰፊሑልና ዝስምዓና ሓጐስ ኣብ ኣእምሮና ንስእሎ። እቲ ሓሳብ ኣብ ውሽጥና ምስ ተዓመቘ፣ ክወጸሉ ዝኽእል ክልተ መገዲ ኣለዎ። እቲ ቀዳማይ ነቲ ነገር ንምዝራብ'ዩ። ንሰባት ኣብ እንነግረሉ ግዜ፣ ኣእምሮና እቲ ነገር ከም ዝተፈጸመ ገይሩ ብምውሳድ ነቲ ንዕኡ ዝገብሮ ጻዕሪ የቋርጾ። እቲ ካልኣይ ድማ ብስቕታ ነቲ ነገር ስጋ ምልባስ እዩ። ዓሻ ሰብ ወትሩ ነቲ ቀሊል ነገር ብምምራጽ ማለት'ውን ብምዝራብ ሓይሉ የባኽኖ። ስለዚ ኩሉ ግዘ ስራሕካ ካብ ዘረባኻ ክበልጽ ኣለዎ። ሳልሳይ፣ ቀልጢፍካ ለውጢ ምድላይ። ዓሻ ሰብ ትዕግስቲ የብሉን ሎሚ ተኺሉ ሎሚ ክቦቅል ዝጽበ ሰብ እዩ ኣብ ሂወትና ዓወት ክንረክብ እንተድኣ ኮይንና ንግዜ ክንህቦ ዝግበእ ዕድል ኣሎ ዝኾነ ይኹን ውጽኢት ውጽኢት ናይ ትዕግስቲ እዩ ዓሻ ሰብ ግና ቀልጢፉ ለውጢ እዩ ዝደሊ ብቐሊሉ ዝተረኽበ ነገር ብቐሊሉ እዩ ዝጠፍእ ከቢድ ነገር ንምርካብ ከቢድ ጻዕርን ትዕግስትን ግዜን የድሊ ዓሻ ሰብ ግና ክዕገስ ኣይኽእልን እዩ ይሽኩል እዩ። ዝኾነ ነገር ቀልጢፉ ይጅምር፣ ናብ ውጽኢት ከየብጽሖ ግና የቋርጾ፣ ተስፋ ይቖርጽ። ንኣብነት ሓደ ፍሉጦም ኣሎ፣ ንሓሙሽተ ዓመታት ኣዝዩ ንእሽቶ ምልክት ጥራይ እዩ ዘርኢ። ኣብ ሓምሻይ ዓመት ግና ኣዝዩ ቅልጡፍ ዕቤትን ለውጥን የርኢ። ካብ ኩሎም ኣእዋም ይበልጽ። እቲ ዕቤት ናይ ኦም ናይ ሓምሻይ ዓመትን ማይን ጸሓይን ዶ ይመስለካ? ብፍጹም ኣይኮነን። እቲ ናይ ሓሙሽተ ዓመት ጻዕሪ ዓቢ ዋጋ ነይርዎ። ዓሻ ሰብ ግና ነዚ ትርጉም ናይ ትዕግስቲ ዘይተረድኣ ሰብ እዩ። ዝጀመሮ ኣይውድእን። ራብዓይ፣ ንኹሉ ነገር ንኻልኦት ተሓተቲ ምግባር። ዓሻ ሰብ ሓላፍነት ክወስድ ዘይኽእል ሰብ እዩ። ንጌጋታቱ ይቕሬታ ክሓትትን ክእርምን ኣብ ዝግብኦ ናብ ካልኦት ሰባት ኢዱ እዩ ዘመልክት። ንሱ ገበነኛ ኮይኑ ክንሱ ብዙሕ ምኽንያት እዩ ዘቐርብ እምበር ኣሚኑ ኣይቕበልን። ንህይወቱ፣ ስድራቤቱ፣ ዓርኩ ወይ ካልእ ነገር ተሓታቲ ይገብር። እዚ ድማ ንዓሻ ሰብ ንነብሱ ከይልውጥን ከይቕይርን ዕንቅፋት ይኾኖ። ርገጽ'ዩ ንሕና ደቂ ሰባት ኣብዛ ምድሪ እዚኣ ክንነብር ከለና ንኹሉ ነገር ባዕልና ተሓተቲ ክንከውን ኣይንኽእልን ኢና። ሃገር፣ ቁጠባ፣ ስድረቤት፣ ኣዕሩኽ፣ ከባቢ ኣብቲ ንሕና እንኾኖ ጽልዋ ኣለዎም። ዓሻ ሰብ ግና ንህይወቱ ንኹሉ ሓላፍነቱ ንኻልኦት ሂቡ ብምኽንያት'ዩ ዝፍለጥ። በዚ ባህሪኡ እዚ ድማ ኣብቲ ዝነበሮ ኮይኑ ይቐጽል ማለት'ዩ። ሓምሻይ፣ ንለውጢ ምፍራሕ። እዚ ማለት ወትሩ ካብ ዕቤት ንላዕሊ ምቾት ይመርጽ ማለት እዩ። ምቾትን ዕቤትን ሓደ ኮይኖም ክኸዱ ዘይክእሉ ነገራት እዮም። ንሱ ግና ወትሩ ንምቾት ቀዳምነት ይህብ። ስለዚ ንለውጢ ይፈርሕ፣ ስሕተቱ ይደጋግም። ንኣብነት ብምንዋሕ ድቃስ ዝመጾ ጸገም እናፈለጠ እንደገና ነቲ ድቃስ ይመርጾ። ዓሻ ሰብ ካብ ናይ ባዕሉ ጌጋ ኣይመሃርን እዩ። ንሓደ ዓይነት ጌጋ ይደጋግሞ። ምቾትን ለውጥን ኣብ መንገዲ ዓወት ክሰማምዑ ዘይክእሉ እዮም። ወይ ነቲ ሓደ ሒዝካ ነቲ ሓደ ምግዳፍ ወይ ድማ ካብ ክልቲኦም ሓደ ምምራጽ ግድነት እዩ። ዓሻ ሰብ ግና ካብቲ ዘይፈልጦ ለውጢ ነቲ ዝፈልጦ ምቾት ይመርጽ። እቲ ምቾቱ መዓልቲ መዓልቲ እናቐተሎ ምዃኑ ግና ኣይግንዘቦን እዩ። ለውጢ ዝጠልቦ ዋጋ ንምኽፋል ድሉው ኣይኮነን። ስለዚ ዓሻ ሰብ ወትሩ ከይተለወጠ ይነብር ማለት እዩ። ሙድ የብለይን፣ ስምዒተይ ተረቢሹ እናበለ ብዙሕ ነገር ከይገበረ ይነብር። እዚ ንዕቤት ጸረ ዝኾነ ባህሪ እዩ። ሻድሻይ፣ ዝተጽሓፈ ሽቶን መደብን የብሉን። ዓሻ ሰብ፣ ሰብ ብዝኸዶ እዩ ዝኸይድ። ዝደልዮን ዘሐጉሰን ነገር ፈልዩ ኣይፈልጥን። ክበጽሖ ዝደሊ ቦታውን ኣይፈልጥን እዩ። ዓሻ ሰብ ፍላጻ ወርዊሩ ኣብ ዝተሰኽዐሉ ቦታ ከይዱ ሽቶይ ወቒዐ ዝብል እዩ። ዝበጽሖ ኩሉ ሽትኡ እዩ። ናይ ባዕሉ ዝኾነ ዝተጽሓፈ ሽቶን መደብን የብሉን። መዕለቢኡ ዘይፈለጠ ሰብ ዝኾነ ሰብ ከም ዝደልዮ እዩ ዝመርሖ። ንዕላማ ናይ ካልኦት ሰባት እናፈጸመ ይነብር። ሻውዓይ፣ ንጊዜ ዋጋ ኣይህብን። ዓሻ ሰብ ወትሩ መንእሰይ፣ ወትሩ ሓያል፣ ወትሩ ጽቡቕ ከም ዝኾነ ይሓስብ። ኣዒንቱ ብዕድመ ከም ዝደኽማ፣ ጉልበቱ ከም ዝሕልሕል፣ ከም ቀደሙ ክጎዪ ከም ዘይክእል ኣየስተውዕልን። ስለዚ ኣብ ንእስነቱ ግዚኡ የባኽን። ኣብ ሱስ፣ ኣብዚ ዘለናዮ ዘመን ድማ ኣብ ማሕበራዊ ሚድያ ከምኡ'ውን ኣብ ዘይጠቕሙ ነገራት ተጻሚዱ ይውዕል። ንዝተውሃቦ ጊዜ ዋጋ ኣይህብን። ቀደም ግዜ ወርቂዩ ይብሉ ነይሮም ሕጂ ግና ግዜ ሂወት ከም ዝኾነ ኩልና ተረዲእናዮ ኣለና ግዜ ተጠቐምካ ማለት ከም ሽኩል ሰብ ምንባር ማለት ኣይኮነን እቲ ናይ ዘመንና ናይ ሓሶት ስብከት እዩ ግዜና ክንነብረሉ እዩ ተዋሂብና ክንስሕቕ ክንጻወት ክንዘናጋዕ ከምኡውን ክንሰርሕ ምስ ስድራቤትና ክነሕልፍ ንሎሚ ንበር ዝተረጋገጸ ዝተዋሃበካ ግዜ ሎሚ እዩ ሎሚ ብኣግባቡ ንበራ። ሻምናይ፣ ብዘይ ምኽንያት ምሕራቕ። ዓሻ ሰብ ብዘይ ምኽንያት ይሓርቕ። ንቑጠዐ ቀረባ እዩ። ቀልጢፍካ ምብስጫው መለለይ ናይ ዓሻ ሰብ እዩ። ቀልጢፍካ ምሕራቕ ምልክት ናይ ትዕግስቲ ምስኣን ናይ ውሽጣዊ ዘይምርግጋእ እዩ። ስለዚ ዓሻ ሰብ ትዕግስቲ የብሉን። ነገራት ብምኽንያት ኣይገብርን እዩ። ታሽዓይ፣ ንዘይትፈልጦ ሰብ ምእማን። ዓሻ ሰብ ቀልጢፉ ናይ ምእማን ጸገም ኣለዎ። ቅሩብ ንሱ ዝፈትዎን ዝድግፎን ነገር ዝዛረብ ሰብ ምስ ረኸበ ንኹሉ ነገር ይኣምን። ሰብ ብቐሊሉ ክትፈልጦ እትኸል ፍጥረት ኣይኮነን። ብድሕሪኡ ድማ ብዙሕ ዕላማ ሒዙ ክመጽእ ይኸእልዮ። ዓሻ ግና ቀልጢፉ ልቡ ይህብ፣ ይኣምን። ዓስራይ፣ ኣዕሩኽን ጸላእትን ዘይምፍላይ። እዚ ኣዝዩ ዓቢ ጌጋ እዩ። ዓርኪ ዝዕቀን ምሳኻ ብምስምምዑ ዘይኮነስ ዝቃወመካ ምኽንያት ብምምዝዛን እዩ። ሓቀኛ ዓርኪ ናብ ዘይጠቕመካ ነገር ክትከይድ ከለኻ፣ ዝጎድኣካ ነገር ክትገብር ከለኻ ስቕ ኢሉ ኣይርእን እዩ። ይበኣሰካ፣ ይሓርቕ፣ እንተኸኣለ እውን የቋርጸካ። ጸላኢ ግና ንኹሉ ነገር ይኹን ይኹን ዝብል እዩ። ወትሩ ተሰማማዒ እዩ። ዓሻ ሰብ ግና ነዚ ምፍላይ ይኸብዶ፣ ንሓቀኛ ዓርኩ ምፍላይ ይሽግሮ። ምስቶም ዘይጠቕምዎ ሰባት ብዙሕ ግዜ የሕልፍ፣ ገንዘቡ ምስ ዘባኸኑሉ፣ ምስ ዝብዝብዝዎ ይውዕል፣ ነቲ ግደፍ ዝብሎ፣ ቆጥብ ዝብሎ፣ ስራሕ ዝብሎ የርሕቖ። እዚ እቲ ዓስራይ ባህሪ ናይ ዓሻ ሰብ እዩ። ሎሚ ዝረኣናዮም ዓሰርተ ባህርያት ናይ ሓደ ዓሻ ሰብ እዚኦም ኔሮም። ነቲ ቪድዮ እንተፈቲኻዮ ላይክ፣ ስድራ ናይዚ ቁምነገር ቻነልና እንተዘይኮይንኩም ድማ ከምዚኦም ዝበሉ ሓደሽቲ ቪድዮታት ንኽበጽሑኹም ኣባል ስድራቤትና ይኹኑ። የቐኔለይ።